ሰላም ሰላም ተኸታተልቲ እዚ መደብ ከመይ ኣለኹም ከመይ ትኾኑ ንሎማዓንቲ ራብዓይ ክፋል መቐፀልታ ናይታ ዝሓለፈት ቪድዮ ሒዘልኩም መፅየ ኣለኹ ናይ ሎማዓንቲ ትምህርትና ሴቪንግ ዶኩመንት ሴቭ ን ሴቭ ኣዝ ማለት እዩ ፕሪንቲንግ ዶኩመንት ከዓ ሴቲንግ ፕሪንታብል ዶኩመንት ነታ ፕሪንት ክንገብራ ደሊና ዘለና ዶኩመንት ሲ ፕሪንት ክንገብራ ከለና ፕሪንት ምስ በልናያ ሴቲንግ ከመይ ጌርና ንገብራ ክንርኢ ኢና ማለት እዩ ሓደ ፕሪንት ዳይሬክት ፍሮም ወርድ ዶኮመንት ካብቲ ንፅሕፈት ዘለና ዳይሬክት ካልኣይ ከዓኒ ፒዲኤፍ እንተ ደኣ ሃልዩ ኮይኑ ኣብታ ላፕቶፕ ናትና ፕሪንት ፍሮም ፒዲኤፍ ዶኩመንት ከዓ ክንርኢ ኢና ማለት እዩ ስለዚ ኩሉ ግዜ ኣብዚ ኢና ንመፅእ ነዛ ዶኩመንት እዚኣ ሕጂ ሴቭ ክንብላ እንተ ደኣ ደሊና ፋይል ንመጽእ መጀመርያ ሴቭ ኤን ሴቭ ኣዝ ኣለዋና ኣብታ መጀመርያ ፓርቲ ዜሮ ዝበልናያ ቪድዮና ርኢናየን ነርና እዚአ ንሕፅር ኣቢልና ማለት እዩ ሴቭ እንታይ ማለት እዩ ሴቭ ኣዝ ከዓ እንታይ ማለት እዩ ሴቭ ጥራሕ እንድሕር ኢልናያ ኣቐዲሙ ሴቭ ጌርናዮ ዝነበርና ዶኮመንት ናትና ቀጥታ ሴቭ እንድሕር ኢልናዮ ነቲ ሓድሽ ኤዲት ዝገበርናዮ ኣብ እንኮሎ ሴቭ ትገብሮ ማለት እዩ ሴቭ ኣዝ እንተ ደኣ ኮይኑ ከኣኒ ዝተፈላለየ ዓይነት ጌርና ሴቭ ክንገብሮ ስለ ንኽእል ብፒዲኤፍ ድዩ ብወርድ ድዩ ዋላ ብኤክስ ፋይል ብዝተፈላለየ ፋይላት ስለ ሴቭ ንገብሮ ሴቭ ኣዝ ንብላ ማለት እዩ ዋላ ውን ሽም ክንህባ እንተ ደሊና ሴቭ ኣዝ ኢና ንብላ ስለዚ ሴቭ ኣዝ ክንብላ ኢና ቅድሚ ሕጂ ሴቭ ስለ ዘይበልናያ ነዚኣ ዶኮመንት ናትና ሴቭ ኣዝ ሴቪንግ ዶኮመንት ልክዕ እዚኣ ባዕላ ባይ ዲፎልት ፅሒፋቶ ኣላ ነቲ መጀመርያ ተፃሒፉ ዘሎ ኣብዛ ናትና ፋይል ሴቪንግ ዶኮመንት ኢልና ጽሒፍና ስለ ዘለና ከም ሽም ጌራ ወሲዳቶ ንዑ ባዕላ ጠሚቓታ ኣላ ማለት እዩ ንሕና ግን ዝደለናዮ ክንገብራ ንኽእል ማለት ንኣብነት ፓርቲ ፎር ስለ ዝኾነት እዚኣ ሕጂ ፓርቲ ፎር ኢልና ኣብዚ ንፅሕፈላ ፓርቲ ፎር እያ ዶኩመንት ናትና ልና ኣለና ማለት እዩ ኣብዚ ግን ብወርድ ዲና እንደልያ ዘለና ዋላ ብካልእ ዓይነት ዶኩመንት እያ እዚ ዝተፈላለየ ዓይነት ዶኩመንት ጌርና ሴቭ ክንገብራ ስለ ንኽእል ብወርድን ፒዲኤፍን ሎምዓንቲ ሴቭ ክንገብረን ኢና ማለት እዩ ብወርድ እንተሕር ኮይና ዋላ ሓንቲ ኣብዚ ምምራፅ ኣየድልየናን እዩ ከምዘላታ ሴቭ ክንገብራ ኢና ግን ኣበይ ኢና ሴቭ ክንገብራ ደሊና ኣብየናይ ማሕፉዳ ፎልደር እዚ ፎልደር እዚ ማሕፉዳ ክንብሎ ንኽእል ኢና ብትግርኛ ኣልና ነርና ኣብየናይ ማሕፉዳ እንደገና ኣብየናይ ክፋል ናይታ ኮምፒውተርና ኢና ኸ ንደልዮ ዘለና ኣብ ፒክቸርስ ከነቐምጦ ዶኮመንት ቪድዮ ዳውንሎድ ሙዚክ ዴስክቶፕ ኣበይና ኢና ከነቐምጦ ንደሊ ንመርፅ ማለት እዩ ስለዚ ኣብ ዴስክቶፕ ንምረፅ ኣብ ዴስክቶፕ ኮይኑ ኣቐዲምና ሓንቲ ፎልደር ሰሪሕና ነርና ኣቐዲምና እንታይ ትብል መምሃር ትብል ፎልደር ሰሪሕና ነርና እዚ ኣብዚኣ ማለት እዩ ነዚኣ ዳብል ክሊክ ንገብራ ኣብዚ ቅድሚ ሕጂ ሴቭ ጌርና ኔርና ኢና ስለዚ ብወርድ እዚ ምልክት እዚ ብወርድ ጥራሕ ሴቭ ጌረላ ከም ዘለኹ እዛ ፎልደር እዚኣ እዩ ደርእየኒ ዘሎ ማለት እዩ ስለዚ ሴቭ ክብላ እየ መጀመርያ ሕጂ ሴቭ ኢለ ኣለኹ ሓድሽ ኤዲት ዝገበርክዎ ኣብዚኣ ላዕሊ ኣብዚኣ ኪክ ኣክሰስ ባር ዝበልናያ ሴቭ ጥራሕ ክንብላ ንኽእል ኢና ወይ ኮንትሮል ኤስ ንብላ ኪቦርድ ናትና ወይ ካብዚኣ መጺና ሴቭ ንብላ ማለት እዩ ስለዚ ሴቭ ትገብሮ ቅዲምና ሴቭ ጌርናዮ ስለ ዝጸናሕና ነዛ ዶኩመንትና እዚኣ ሕጂ ፒዲኤፍ ጌርና ሴቭ ክንገብራ እንተ ደኣ ደሊና ግን እንታይ ኢና ንገብር እንደገና ፋይል ኢና ንመጽእ ሸ ሴቭ ኣዝ ንብላ ማለት እዩ ሴቭ ኣዝ ምስ በልናዮ ሽም ክንቅይረላ ተደሊና ክንቅይረላ ንኽእል ኢና ኣብዚ እንታይ ዓይነት ታይፕ ጌራ ሴቭ ክትገብሮ ከም ዘለዋ ከዓ ንነግራ ፒዲኤፍ ንብላ ማለት እዩ ስለዚ ኣብ ዴስክቶፕ ናትና ብፒዲኤፍ ግበርያ ኣብቲኣ ምምሃር ትብል ዘላ ፎልደር ከዓ ኣቐምጥያ ኢልና ኣብዚ ባዕልና ንመርሓ ማለት እዩ እዚን ክልትኤን እዚን ብፒዲኤፍ ተቐሚጠን ዘለዋ እየን ማለት እዩ ለዚ ሴቭ ለዚ ሴቭ ንብላ ሴቭ ኣዝ ኢልና ጸኒሕና እንደገና ኣብዚኣ መወዳእታ ሽዑ ሴቭ ንብላ ማለት እዩ ስለዚ እቲ ፒዲኤፍን እዚ ወርድን እንታይ ፍልልዩ እንተደኣልና እቲ ወርድ ኤዲታብል እዩ ኤዲት ንገብሮ እዚኣ ሕጂ ብፒዲኤፍ ሴቭ ምስ ገበርክዋ ከምዚ ትመስል ጌርካ ሴቭ ጌርካ ኣለካ ኢላ ነጊራትኒ ኣምፅኣት ኣላ ባዕላ ከፊታቶ ማለት እዩ ነቲ ፒዲኤፍ ኣብታ ኮምፒውተረይ ዘሎ ሴቭ ዝተገበረ ሕጂ ማለት እዩ ስለዚ ይዓጽዎ እዚ ይመስል ግን ሴቭ ገይረ ዘለኹ ፒዲኤፍ ይዓጽዎ እንታይ ፍልልዩ እቲ ፒዲኤፍን እቲ ወርድ ዶኩመንትን ወርድ ኤዲታብል እዩ ኤዲት ንገብሮ ንፅሕፈሉ ንኽእል ኢና ዝተፈላለየ ነገር ክንቀይረሉ ንኽእል ኢና ማለት እዩ ፒዲኤፍ እንድሕር ኮይኑ ግን ነድርቆ ስለ ዘለና ልክዕ ከም ስእሊ እዩ በቃ ንምንባብ ጥራሕ እምበር ኤዲት ክንገብሮ ይንኽእል ኢና እዚ ማለት ግን ካብ ፒዲኤፍ ናብ ዎርድ ክንቅይሮ ኣይንኽእልን ኢና ማለት ኣይኮን። ካብ ፒዲኤፍ ናብ ዎርድ ቀይርካ ኤዲት ክግበር ይከኣል እዩ። ብዘለዎ ፒዲኤፍ ከሎ ግን ተንብቦ ጥራሕ እምበር ኤዲት ክትገብሮ ኣይትኽእልን ኢኻ ማለት እዩ። ስለዚ ናይቲ ፒዲኤፍን ናይቲ ወርድን እቲ ፍልልዩ ንሱ እዩ ማለት እዩ ካልእ ሴቭ ኣዝ ኣብዚኣ ዲስክቶፕ ወርድ ጥራሕ እዚኤን ኣለዋ ብማይክሮሶፍት ወርድ ሴቭ ኮይነን ዘለዋ ፒዲኤፍ ካ ሴቭ ኮይነን ዘለዋ ኣብዚኣ ፎልደር እዚኣ ኣለዋና ኣብቲኣ ከፊትና ፀናሕናያ ባይ ዲፎልት ወሲዳትና ዘላ ግን ብምልአን ክንረአ እንተደሊና እንታይ ንገብር ንከፍተን ከለናስ ብምልአን ክንሪአን እንተደሊና እንታይ ክንገብር ንኽእል ስለዚ ኣብዚ መጺና ፋይል እንደገና ንብል ማለት እዩ ኦፐን ንብላ ኦፐን ምስ በልናያ ኣብዚ ክንሪኦም ኢና ኩሎም ማለት እዩ ብኸመይ ኣብዚ ኩሎም ክንሪኦም ክኢልና ኣለና ሕጂ ኣብዚኣ ኦል ፋይልስ ኢልናያ ስለ ዘለና እዩ ኣብዚኣ ወርድ ዶኮመንት ጥራሕ ኣርእኒ እንድሕር ኢለያ ከምዚኣ ገይራ ተርእየኒ ማለት እዩ ፒዲኤፍ ጥራሕ ኣርእኒ እንድሕር ኢለያ ከምኡ ገይራ ፒዲኤፍ ጥራሕ ከተርእየኒ ትኽእል ቴክስት ፋይል ጥራሕ ኣርእኒ እንድሕር ኢለያ ቴክስት ፋይል የብልካን ኢላትኒ ማለት እዩ ስለዚ ኦል ዶኮመንትስ ንገብር ኣብዚ ብምልኦም ኣብዚ ንሪኦም ማለት እዩ። ሕጂ እዚኣ ሓንቲ ክነግረኩም ኣብዚኣ እዚ ፒዲኤፍ ኮይኑ ዘሎ ቀጥታ ካብዚ ከፊትና ኤዲት ክንገብሮ ንኽእል ኢና። ግን ኣብ ምንታይ ምርኮስ ኣብዚ ናትና ንጥቀመሉ ዘለና ማይክሮሶፍት ሰለስተ ሚእትን ስሳን ሓሙሽተን ይምርኮስ እዩ ኦልድ ቨርዥን እንተደኣ ኮይኑ ዘይትኸፍለሉ እንተኾንካ ብናጻ ዳውንሎድ ጌርካ ትጥቀመሉ ዘለኻ እንተኾይኑ እዚ ክኽፈት ኣይክእልን እዩ እዚኣ ሕጂ ፓርት ፎር ሕጂ ሴቭ ዝገበርና እያ ክንከፍታ እንተፈቲና ኣይትመጽእን እያ ምክንያቱ ኣነ ዝጥቀመሉ ዘለኹ ብናፃ ዝጥቀመሉ ዳውንሎድ ገይረ ስለ ዝኾነ እቲ ኩሉ ግዜ ኣብዴት ዝኸውን እንተደኣ ኮይኑ ግን ነዚኣ ብዶኮመንት ጌርኪ ክፈትያ ይብላ ኣብዚ ዶኮመንት ጌርኪ ክፈትያ ምስ በልክዋ ኣብኣ ከላ ትኸፍታ ማለት እዩ ሽዑ ነታ ፒዲኤፍ ጌረያ ዝነበርኩ ኤዲት ጌረ ካልኣይ ግዜ ሴቭ ክገብራ ይኽእል እየ ማለት እዩ ምናልባት ከምዚኣ ናተይ ኣነ ዝጥቀመሉ ዘለኹ ወርድ ብናፃ እንተ ደኣ ኮይኑ ግን ካብ ፒዲኤፍ ናብ ወርድ ኮንቨርት ትገብረሉ ሶፍትዌራት ኣሎ ንዑ ዳውንሎድ ጌርካ ብኡ ጌርካ ኮንቨርት ጌርካ ሽዑ ዎርድ ምስ ተቐየረ ኤዲት ክትገብሮ ትኽእል ክትውስኸሉ ዘለኻን ከተጉድለሉ ዘለኻን ተመዓራርዮ ማለት እዩ እዚ ኣብቲ ኣኻልኣይቲ ኣርእስትና ንኸይ እዚኣ ሴቪንግ ዶክመንት ሴቭ ኤን ሴቭ ኣዝ ፒዲኤፍን ብወርድን ሴቭ ጌርና ኣለና ማለት እዩ ካልእ ፕሪንት ዶክመንት ሴቲንግ ፕሪንታብል ዶክመንት እዚ ብክልቲኡ ኢና ክንርኢ ማለት እዩ ቀዳመይቲ በዚኣ ፕሪንት ክንገብራ ኢና ነዛ ወርድ ዶክመንት ፕሪንት ክንገብራ ኢና ማለት እዩ ሽዑ ሴቲንግ ክንኣቱ ኢና ኣብቲ ፕሪንት ቅድሚ ምግባርና ሴቲንግ ክንኣቱ ኢና ማለት ስለዚ ቀጥታ ናብዚ ፕሪንት ንወርድ እዚ ባክሳይድ ኣብ ብዙሕ ነገር እዩ ዝወስደና ናብ ሴቭ ናብ ኦፐን ክሎዝ ኢንፎርሜሽን ሪሰንት ዶክመንት ሓድሽ ዶክመንት ክንከፍት ተደሊና ፕሪንት ክንገብር ተደኣ ደሊና ዝተፈላለየ ኦፕሽንስ ከኣ ኣለዎ ኣብዚ ባክ ሳይድ ማለት እዩ ፋይል ኢልና ንድሕሪት ክንምለስ ከለና ብዙሕ ኦፕሽንስ ኣለና ስለዚ እዚኣ ፕሪንት እውን ፕሪንት ንገብራ እውን ኣብዚኣ ተመሊስና ኢና ልክዕ ፕሪንት ምስ ሃረምና ሕጂ ኩሉ እዚ ኦፕሽንስ እዚ ምፅልና ስለዚ እዚኣ እታ ፕሪንት ናይ መወዳእታ ንሃርማ ኣብዚኣ እያ ቅድሚ ኣብዚኣ ፕሪንት ኢልና ምህራምና ግን መጀመርያ ኣብዚኣ ንምፃእ እዚ ኮፒስ እዚ ክንደይ ዓይነት ኮፒ ክንደይ ብዝሒ ኮፒ ዘለዎ ኢኻ ደሊኻ ሓንቲ ኮፒ ጥራይ ዳ ክትወፅልካ ክልተ ኮፒ ሰለስተ ኮፒ ኣርባዕተ ኮፒ ሕጂ እዚ ክንደይ ኮፒ ደሊኻ ብዝሒ ኮፒ ማለት እዩ ንኣብነት ሓሙሽተ ገፅ እንድሕር ኣለዎ ሓሙሽቲኡ ከም ሓደ ይቁፀር ክልተ ኮፒ ትሕር ኢልካ ነናይ ሓሙሽተ ፔጅ ዘለዎ ክልተ ተውፅኣልካ ማለት እዩ እዚ ክንደይ ኮፒ ከም ዝደለኻዩ ሕጂ እዚኣ ምናልባት ኣብዚ መታን ክጥዕመና ኣብ ዝያዳ ሰቲን መታን ክጥዕመና እዚኣ ዶኩመንት እዚኣ ንቂራ ኢና ካልእ ዶኩመንት ብቀዳማይ ሴቭ ዝገበርና እያ ንኣ ክንከፍት ኢና ማለት እዩ ኦፐን እሞ ክንብላ ኣብዚ ዴስክቶፕ Mano. ፕሮጀክት እዚኣ ቻፕተር ዋን ትብል ዘላ ብቐዳማይ ዝኸፈትና እያ ዝተምሃርናላ መጀመርያ እዚኣ እያ ነዚኣ ፕሪንት ክንገብራ ኢና ገዛ ብዙሕ ጽሑፍ ጌርናላ ስለ ዘለናስ ኣብቲ ሰቲን መታን ብዙሕ ነገር ከርእየኩም ኢለ ፕሪንት ንመጽእ ስለዚ እዚኣ ክንደይ ብዝሒ ፕሪንት ትኾኑ ከም ዘለካ እዚኣ ሕጂ ኣርባዕተ ፔጅ ኣለዋ እቲ ፔጅ ኣብዚ ክንሪኦ ንኽእል ኢና እዚኦም ኣርባዕተ ፔጅስ ኣለዉ ከም ሓደ ኢና ክንቆፅሮም እዚኦም ሕጂ ኣብዚኣ ከም ሓደ ኢና ንቆጽሮም ሓደ ፕሪንት እንድሕር ኢለ ኣርባዕተ ፔጅ ከም ሓደ ጌራ ተውጽያ ማለት እዩ ስለዚ ክንደይ ኮፒ ደሊኻ ንብላ በዚ ብላዕሊ ንውስኸላ በዚ ታሕቲ ከዓ ነጉድላ ማለት እዩ ክንዲቲ ዝደለናዮ ፕሪንት ክንገብሮ ዝደለና ብዝሒ ማለት እዩ ካብኡ ቀፂልና ንታሕቲ ንውረድ እዚአን ፕሪንተርስ እየን ምስ ናትና ኮምፒውተር ኮኔክት ኮይነን ዘለዋ ወይ ብኬብል ወይ ከዓ ብዋይፋይ ኮኔክት ኮይነን ዘለዋ ናትና ፕሪንተርስ እየን እዚን ቅድሚ ሕጂ ኣነ ዝተጠቂመለን ዝነበርኩ ፕሪንተራት እየን ማለት እዩ እዚ ፕሪንተርስ ከዓ ትመርፅ ኣየነይቲ ፕሪንተር እያ ኣብዚ ከባቢካ ደላ መሪፅካ ሽማ ርኢኻ ናይታ ፕሪንተር ማለት እዩ ኣብዚ ትእትዋ እንደገና ኣብዚ ንምፃእ እዚ ሰቲን እዚ ሴቲንግ ከኣ ፕሪንት ኦል ዶኮመንትስ እያ ዘላ ሕጂ ባዕላ ባይ ዲፎልት ፕሪንት ምስ በልኳ ፕሪንት ኦል ፔጅስ ኢላትኒ ኣርባዕቲኡ ፔጅስ ፕሪንት ይኹን ኣነ ግን ምናልባት እዚኣ ትረኣየና ዘላ እዚኣ ቀዳመይቲ እዚኣ ፔጅ እዚኣ ጥራይ እዚኣ ፔጅ ክልተ እንድያ እንዲ ኣብዚ ንረኣያ ፔጅ ክልተ እያ እዚኣ እዚኣ ፔጅ ክልተ ጥራይ ፕሪንት ክትከውን እንተደኣ ደልየያ ክገብራ ይኽእል እየ ፕሪንት ካረንት ፔጅ ይብላ እዚኣ ፕሪንት ካረንት ፔጅ እዚኣ ትረኣየና ዘላ እዚኣ ጥራሕ እያ ፕሪንት ክትከውን ትኽእል ማለት እዩ ኣብዚ ግን ፕሪንት ካረንት ፔጅ እንድሕር ኢለያ ኣርባዕቲኡ ዘይኮነት ተውፅኦ ኣብዚ ፕሪንት ካረንት ፔጅ እንተ ኣሎ ኮይኑ እዚ ኣርባዕቲኡ ኮነት እንተውፅኦ ንኣብነት ኣርባዕተ ኮፒ እንድሕር ኢለያ ሽዱሽተ ኮፒ ፕሪንት ካረንት ፔጅ ነዚኣ ካረንት ፔጅ ጥራይ ሽዱሽተ ግዜ ተወፅኣ ምክንያቱ ኣቐዲመ እዚኣ ሲ ሙሉእ ኢለኩም ስለ ዝነበርኩ በዚ ኣብ ሰት ጌርናዮ ዘለና ብኡ እያ ሙሉእ ተውፅኦ እዚኣ ኦል ፔጅ ስለ ዝነበረ ኦል ፔጅስ ከም ሓንቲ ቆፂራ ተውፅኦ ካረንት ፔጅ ስለ ዘሎ ካረንት ፔጅ ከም ሓንቲ ቆፂራ ተውፅኦ ማለት እዩ እጂ እዚ ካረንት ፔጅ ክንብላ ንኽእል ኦል ፔጅስ ንብላ ካረንት ፔጅስ ንብላ ፕሪንት ካስቶም ሬንጅ ከዓ ክንገብራ ንኽእል ኢና ካስተም ሬንጅ ማለት ሲ ኣየነይቲ ፔጅ ኣብዚ ክንፅሕፈላ ንኽእል ኢና ኣየናይ ፔጅ ከም ዝደለና ማለት እዩ ልክ ኣብዚኣ ካርሰር እዚያ ኣብዚኣ ፔጅ ስትብል ዘላ ፔጅ ክልተን ፔጅ ኣርባዕተን ኣውፅዮ ኢልና ከምኡ ጌርና ፔጅ ኣርባዕተን ኣውፅልና እንድሕር ኢልና ነዚአን እያ ተውፃልና ማለት እዩ እዚ ኣብዚኣ ንውረድ ፕሪንት ዋን ሳይድ ፕሪንት ዋን ሳይድ ወይ ከዓኒ ማኑዋሊ ፕሪንት ኦን ቦት ሳይድ ሓደ ሳይድ ናይቲ ወረቐት ጥራይ ዲኻ ፕሪንት ክትገብረልካ ደሊኻ ዘለኻስ ዋላ ክልተ ሳይድ ኢኻ ፕሪንት ክትገብረልካ ደሊኻ ዘለኻ ብክልቲኡ ፔጅ ብዋን ሳይድ ፕሪንት ክትገብረልካ እንተደሊኻ ዋን ሳይድ ንብላ እንደገና ኣብዚ ከዓ ማኑዋሊ ፕሪንት ክልተ ሳይድ እንድሕር ክንገብሮ ደሊና ከዓ ክልተ ሳይድ ግበርዮ ንብላ ማለት እዩ ኣብዚ ኮሌክት ንምፃእ ኮሌክት ኣን ኮሌክት እዚ ኮሌክት ኢልዎ ዘሎ እንታይ እዩ ኣብዚ ይሕብረና ኣሎ ሓደ ክልተ ሰለስተ ሓደ ክልተ ሰለስተ ሓደ ክልተ ሰለስተ እናበለት ኮሌክት ገይራ ኣኪባ ነቲ ናህና ዶኮመንት ኣርባዕተ ፔጅ ምሻ ኣለዋ እዚኣ ኣብዚ ፕሪንት ይቕሬታ ኣብዚኣ ፕሪንት ኦል ፔጅስ ንበላ ርኢናያ ስለ ዘለና ፕሪንት ኦል ፔጅ እና ኣለና ሕጂ ኣብዚኣ ንምፃእ እዚኣ ኣርባዕተ ገፅ ኣለዋ ሽዱሽተ ኮፒ ከዓ ኣብዚ ኣውፅልና ኣለና ኣለና እሞ ኸኣ ኦል ፔጅስ እንድሕር ኮይኑ ኮሌክት ግበርዮ ኢልና ኣለና እንድሕር ኮይና ሓደ ክልተ ሰለስተ ኣርባዕተ ቅድም ብሓንሳእ ወፁ እንደገና ካልኣይቲ ኮፒ ሓደ ክልተ ሰለስተ ኣርባዕተ ሓደ ክልተ ሰለስተ ኣርባዕተ እናበለት ሽዱሽተ ግዜ ብከምኡ ተውፅኦ እንድሕር ኣንኮሌክት ኢልናያ ኮይና ግን እዚ ኣንኮሌክት እንድሕር ኢልናያ ኮይና ነዚኣ ሽዱሽተ ግዜ ፕሪንት ግበር የልናያ ዘለና ፔጅ ዋን ሽዱሽተ ግዜ ተውፅኣ ቅድም ፔጅ ቱ ሽዱሽተ ግዜ ተውፅኣ ፔጅ ስሪ ሽዱሽተ ግዜ ተውፅኣ ፔጅ ፎር ከዓ ሽዱሽተ ግዜ ተውፅኣ ቅድም ፔጅ ዋን ብሓንሳእ ትድርቦ ሽዑ ፔጅ ቱ ብሓንሳብ ትገብሮ ሽዑ ፔጅ ስሪ ሽዑ ፔጅ ፎር እናበለት ኣንኮሌክት ገይራ እያ ተውፅኦ ኮሌክት እንድሕር ኢልካዮ ግን ካብ ሓደ ክሳብ ኣርባዕተ ብሓንሳብ ኣውፅያ ቀዳማይ ካብ ሓደ ክሳብ ኣርባዕተ ካልኣይ እናበለት ትኸይድ ማለት እዩ እዚ ፕሪንት ኦሪንቴሽን ዝብል ዘሎ ናትናትና ፔጅ ፕሪንት ኦሪንቴሽን ከምዚ ንትኹል ዲኻ ጌርካ ክትውፃእ ደሊኻ ዘለኻ እታ ናትካ ፕሪንት ወይ ከዓ ንጋድም ላንድስኬፕ ላንድስኬፕ ድሕር ኢልና ንጋድም ጌራቶ ኣላ ሕጂ ወረቐትና ሲ ንጋድም እዩ ኮይኑ ዘሎ ንትኹል ኮይኑ ኣይኮነን ኮይኑ ዘሎ ማለት እዩ እዚ ከዓ ፕሪንት ከምዚ ንገብራ ማለት እዩ ክንሽገር ንኽእል ኢና እንታይ ኮይና እያ ትኽኢልና ጥራሕ ፕሪንት እንድሕር ጌርናያ ፕሪንተርና ካብ ኮምፒውተር ምናልባት ኣብ ዝኾነ ላይብረሪ ኮይና ትኽኢልና ፕሪንት እንድሕር ጌርናያ ንሕና ብቲ ኩሉ ዘውፃእናዮ ብጎኒ ጌራ ቆሪፃ ፅሑፍ ናትና ክትወፅኦ ትኽእል እያ ምክንያቱ ኣብ ሰት ክትከውን ከላ እታ ኮምፒውተር ኣቐዲሙ ቅድሚኻ ዝገበረ ኮፒ ዝገበረ ሰብ እንድሕር ብዙሕ ሰብ ጥቀመላ ኮይና ማለት እዩ ንጎኒ ገይሩ ላንድስኬፕ ገይሩ ውፅዎ ፀኒሑ እንድሕር ኮይኑ ብኡ ሴት ኮይና ትጸንሕ እሞ ናትካ ካል ኣንትስገብ ጌራ ከተውጾ ክትብል ፍርቂ እቲ ጽሑፍ ቆሪጻ ተውጻኣልካ ማለት እዩ እንታይ ኮይና ተባላሽያልካ ስኻ ክሕግዘካ ድኽእል ሰብ ኬትካ ትጽውዕ ካብ ከምኡ ግን እዚ ፕሪንት ክንገብር ከለና ቸክ እንድሕር ጌርናዮ ባዕልና ከይተሸገርና ግዜና ቆጢብና ጽቡቅ ጌርና ከምቲ ዝደለናዮ ፕሪንት ጌርና ክንከይድ ንኽእል ማለት እዩ እቶም ፔጅስ ከኣኒ ኩሎም ዲና ክነውጽኦም ዘለና ዋላ ሓንቲ ፔጅ ዲና ከነውጽእ ደሊና መሪጽና እታ ዝደለናያ ፕሪንት ክንገብር ንኽእል ኢና ማለት እዩ እሳ ኣብዚኣ ኣብዚኣ ማለት እዩ ኣብዚኣ ፕሪንት ኦል ፔጅ ትብል ደላ ነየነይቲ ፔጅ ኢና ክንገብር ደሊና ዘለና መሪጽና ክንገብር ዋላ ሓንቲ ሽግር የብሉን ማለት እዩ እዚ ለተር እዩ ካብኡ ንታሕቲ እንድሕር ወሪድና ማለት እዩ እንታይ ዓይነት ለተርስ ኣብቲኣ ፓርት ዚሮ ትብል ርኢናያ ነርና እንታይ ዓይነት ለተር ጌርካ ክትፅሕፎ ደሊኻ ዘለኻ ናትካ ፅሑፍ እዚኣቶም ማለት እዩ እዚ ናቱ ቅርጺ ካልእ ሒዙ ወጺኡ ኣሎ ምሽ ሕጂ እንታይ ዓይነት ክሳይ ዘለዎ ናቱ ቅርጺ ከመይ ዓይነት እቲ ከተውፅኦ ደሊኻ ዘለካ ሌተር ከተዕርዮ ትኽእል እያ ፕሪንት እናገበርካ ከለካ ማለት እዩ ግን ምናልባት ንብምሉእ ስለተዕርዮ በብናቱ እንድሕር ዲዛይን ጌርካዮ ነርካ ኮንካ ተባላሽወልካ ትኽእል እያ ሓደ ዓይነት እንተደኣ ኮይኑ ግን እንታይ ዓይነት ከተውፅኣልካ ደሊኻ ኣለኻ ክትቅይሮ ትኽእል ኢኻ ኣብዚ ማለት እዩ እዚ ከዓ ማርጅን እዩ ካብኡ ንድሕር ወሪድና እዚ ማርጅን ኢልዎ ዘሎ ከዓኒ እቲኣ ሩለር ቸክ ክንገብራ ኣለና ልና ርኢና ነርና ኣብቲኣ ፓርቲ ዋን ክንደይ ኢንቺ ወይ ከኣ ክንደይ ሰንቲሜተር ኢኻ ካብ የማን ካብ ጸጋምን ንውሽጢ እትው ክብል ደሊኻዮ ዘለኻ እዚ እዩ እቲ ማርጅን ካብዚኣ ጫፍ እዚኣ ክሳዕ እዚኣ ዘላ ብላዕሊ ከኣ ካብዚኣ ክሳብ ኣብዚኣ ከምኡ ብታሕቲ ውን ካብ ታሕቲ ክሳብ ኣብዚኣ ጽሑፍ እዚኣ ዘላታ ማርጅን በዚ ብየማን ከኣ ካብዚኣ ልክዕ እዚኣ መወዳእታ ዘላ ካብዚኣ ክሳዕ ኣብዚኣ ዘላስ ክንደይ ክኾነልካ ትደሊ እቲ ማርጅን ኣብዚ ክትመርጾ ትኽእል ሕጂ እንተጠዊቕናዮ ክቀያየር እዩ እዚኣ ረኣይዋ ቀሪቡ ብጣዕሚ ተጸጊዑ እንደገና እዚኣ ንምጻእ እዚኣ ከዓ ኣዝዩ ንውሽጢ ዝኣተወ እዩ እዚኣ ስኩዌር ናታ ኣብዚ ዘላ ናታ እንድሕር ርኢናያ እቲ ማርጅንስ ኣዝዩ ውሽጢ ዝኣተወ እዩ እዚኣ ተጠቢቕና ከዓ ብጣዕሚ ቀሪቡ ኣሎ ማለት እዩ ስለዚ መሪፅና ኤዲት ጌርና ክሳይ ክንገብሮ ንኽእል ኢና ግን ከምዚ ክንገብሮ ከለና እንታይ ክንፈልጦ ዘለና ነገር ኣሎ ኣብቲ መጀመርያ ክንፅሕፎ ከለና ዝነበረ ፔጅስ ክቕየር ይኽእል እዩ ረኣይዋ ኣብዚ ሕጂ ሓሙሽተ ኮይና እቲ ፔጅስ ክውስኽ ይኽእል እዩ ምኽንያቱ ነጽብቦ ስለ ዘለና ታሕቲ ክወርድ እዩ ነግፍሖ እንድሕር ኣሊና እቲ ናይ ጽሑፍ ቦታ ከኣ ንላዕሊ ገጹ ክእከብ እዩ ማለት እዩ ኣብዚ ተጌርና ይሃ ግድን ሰለስተ ፔጅ ገለ ክትምለስ እያ ኣይተመለሰትን ኣርኪባ ኣላ እታ ራብዒት ፔጅ ግን ንእሽተይ ኮይና ኣላ ማለት እዩ ራዋ እዚኣ ኣይተወደእትን እምበር ይምለስ ይቕይር እዩ ቁሩብ እቲ ፔጅ ናቱ ይውሕድን እበዝሕን ስለ ዝኾነ ካልእ ዋን ፔጅ ፐር ሽት ዲካ ትደሊ ኣብታ ሓንቲ ሽት ናትካስ ዋን ፔጅ ዶ ክልተ ፔጅ ሰለስተ ኣርባዕተ ሽዱሽተ ክሳብ ዓሰርተ ሽዱሽተ ፔጅ ኣለዋ ኣብ ሽና ኣብዚ ሕጂ ዋን ፔጅ ስለ ዘላ እያ እዚኣ ንሪኣ ዘለና እዚኣ ኦኬ ካልእ እንታይ ክንመርፅ ኢና ክልተ ፔጅ ንበላ ክልተ ፔጅ ኣብ ሓንቲ ኣርባዕተ ፔጅ ምስ ኣለዋ ኣብ ክልተ ፔጅ ጥራይ ነዘን ኣርባዕተ ከነውፅእ ንኽእል ኢና ክሳይ ገና ጸቓቒጥና ማለት እዩ ግን እቲ ጽሑፍ እናደቐቐ እዩ ዝኸይድ ክልተ ፔጅ ክንመርጽ ንኽእል ኢና ኣርባዕተ ፔጅ ሽዱሽተ ፔጅ ዝደለናዮ ክንመርጽ ንኽእል ኢና ማለት እዩ። ምናልባት ኣብዚ ተርእየናና ኣላ እንታይ ኮይና እየ ዘይተርእየና ምናልባት ኣብዚ ማርጅን ኣግጅፍናዮ ስለ ዘለና ክኸውን ይኽእል ኣብዚ ማርጅን ኖርማል ማርጅን እሞ ክንመልሳ ኢና ሽዑ ብክልተ ፔጅ ምናልባት ኣብዚ ንምንታይ ተርእየናና ኣላ እምበር ብምሉእ እንተን ፔጅስ ኣብዚ ተርእየካ እዩ ክልተ ፔጅ ተገርካያ ኣለኻ ክልተ ፔጅ ከመይ ፕሪንት ክንደይ ፔጅ ኮይኑ ኣሎ ትርእየካ ኣርባዕተ ፔጅ እውን ከምኡ ማለት ኩሉ ሽዱሽተ ፔጅ እንተልናያ ኣድቂቓ ኣውፅያ ክንደይ ፔጅ ኮይነልካ ከም ዘሎ ተርእየካ እያ ማለት እዩ ምናልባት ሕጂ ኣይረኣየትንን ኣላ እንታይ ከም ዝኾነት ማለት እዩ ስለዚ ናይ ሎማዓንቲ ዝነበራ ትምህርትና'ያን ኣብቲ ዝነበርናዮ ክንምለስ እንተደኣ ደሊና እንታይ ንገብር ፕሪንት ክንገብሮ ኣይደለናን መወዳእታ ሕጂ እዚ እንድሕር ወዲእና ሰቲን ኣብዚኣ መጺእና እንዲና ፕሪንት ንብላ ቀጥታ ፕሪንት ንብላ ማለት እዩ ንሳ ትኸይድ ንሕና ስርሕና ንሰርሕ ምናልባት ግን ፕሪንት ከይበልናያ ኣብዚ ፕሪንት ኢልና ኣለና ኣብዚ እዚ ብምሉእ ከዓ ሴት ጌርናዮ ኢና ፕሪንት ከይበልናያ ክንምለስ እንድሕር ደሊና ኖርማል ኣብዚኣ ፋይል ትብል ዘላ ጥራሕ ኢና ንብቅ ናብ ዝነበርናዮ ቦታና ከዓ ይመልሰና ማለት እዩ ሕጂ እዚ ናትና ቦታ እዚኦም ኣብ ዝነበሩ ኦፕሽንስ እዚ ባር እዚ የለን ከመይ ጌርና ክነምፅኦ ንኽእል እዚ ባር እዚ እንድሕር ኢልና ኣብዚኣ ኣላትና እዚኣ ነታ ሪበን ተምፅኣ እያ እዚኣ እንድሕር ሃሪምና እቲ ሪበን እመፅእ እዚ ሪበን እዚ ክእለየልና እንተ ደሊና እዚ ክገፍሕ እንተደሊናዮ ከዓ ልክዕ ኣብኣ ስለ ዘላ ንላዕሊ ገዛ ኣረው ነታ ሪበን ሚኒማይዝ ክንገብራ ንኽእል ኢና ከምዚኣ ጌርና ማክሲማይዝ ከኣ ከምዚኣ ጌርና ንገብራ ማለት እዩ። እታ ካልኣይቲ ተሪፋትና ዘላ ፕሪንት ፍሮም ፒዲኤፍ ዶኮመንት እያ እዚኣ ከዓ እንታይ ክንገብር ኢና ካብ ዴስክቶፕ ናትና ፒዲኤፍ ከፊትና ከመይ ጌርና ፕሪንት ከም ንገብር ክንርኢ ኢና ማለት እዩ። ስለዚ ነዚ እንድሕር ሚኒማይዝ ጌርና ኣቐሚጥናዮ ኣብ ዝላትና ኣብዚኣ መምሃሪ ዝበልናየን ፒዲኤፍ ኣለና እዚኣ ፓርቲ ፎር ንባዕላ እዚኣ ሴቭ ዝገበርናያ ፒዲኤፍ ማለት እዩ እዚኣ እንድሕር ፕሪንት ክንገብራ ደሊና ኣብዚ ናይ ፕሪንተር ምልክት ኣላትና ኣብዚኣ ናይ ፕሪንተር መፂና ፕሪንት ንገብራ ኣብኣ ንጥውቓ ማለት እዩ ኣብዚኣ ክሊክ ንገብር ዮ እዚ ኦፕሽን መፀና ማለት እዩ ፕሪንት ልክዕ እዚ ከዓ ከምኡ ሴት ንገብሮ ኢና ኣብዚ ኣየናይተን ፕሪንተር ከም ዝኾነት ኣብዚ ፕሮፖርቲስ ኣለና ኣድቫንስ ዝኾነ ሴቲንግ ኣለና ኣብዚ እንደገና እዚ ከዓ ክንደይ ኮፒ ሓንቲ ኮፒ ድያ ክልተ ኮፒ ሰለስተ ክንደይ ኮፒ ደሊኻ ኣለኻ እዚኣ ኦል ፔጅስ ዲኻ ትደሊ ካረንት ፔጅ ዲኻ ትደሊ ፔጅስ እንድሕር ጠዊቕና ከዓ ኣየኖት ፔጅስ ኢኻ ትደሊ እዚኣ ሕጂ ንምንታይ ከሊኣትኒላ ክጥውቕ እንተደለኹ ካረንት ፔጅ ፔጅስ ስለምንታይ ኣብያትኒላ ድሮ እዚኣ ፔጅ እዚኣ ሓንቲ ስለ ዝኾነት ጥራሕ እዩ ብዙሓት ፔጃት እንተ ደኣ ኮይነን ግን እዚአን ኦፕሽን ክልቲኤን እዚአን ባዕለን ይኽፈታ እየን ዝያዳ ክትሕግዘና እዚኣ ኣይትኾነናን እያ እሞ ካልእ ክንከፍት ካብቲኣ ካብቲኣ ቻፕተር ዋን እዚኣ ከፊትናያ ዝፀናሕና ማለት እዩ ቻፕተር ዋን እዚኣ ፓርት ዋን ትብል ዘላ እዚኣ መጀመርያ ሴቭ ኣዝ ዶኮመንት ፒዲኤፍ ክንብላ ኢና ፒዲኤፍ ሴቭ ንበላ ከም ዘላቶ ፒዲኤፍ ጌርና ሴቭ ጌርና ኣለና መፀናያ እኮ ነዚኣ ፕሪንት ንበላ እዚኣ ክሊክ ንገብር ኩሉ ግዜ ለፍቲ ክሊክ ኢና ዝጥቀም ነዚ ኖርማል እዚ ንሰርሖ ስራሓት ለፍቲ ክሊክ ኢና ንጥቀም ክሊክ ምስ ገበርና እዚአን ባዕለን ተኸፊተን ኣለዋ ሕጂ ኣብዚአን ኢና በፂሕና ነርና ካረንት ፔጅ ዲኻ ትደሊ ፔጅስ ፔጅስ እንድሕር ኢለያ ካብ ሓደ ክሳብ ኣርባዕተ ስለ ዘለዎ ኣብዚ ይጽሕፍ ኣላ እቲ ኦፕሽን ናተይ እዚኣ ካረንት ፔጅ ከኣ እዚኣ ሕጂ ትረኣየኒ ዘላ ፔጅ ጥራሕ እንድሕር ኮይና ካረንት ፔጅ ፕሪንት ግበርያ ይብላ ማለት እዩ ኦል ፔጅስ እንተኮይንካ ኦል ፔጅስ ከኣ ብምልኦም ካብ ሓደ ክሳብ ኣርባዕተ ፕሪንት ግበር እዮም ኢለያ ኣለኹ ማለት እዩ ኣብዚ ሳይዝ ሰት ክንገብር ንክእል ኢና ፊት ሳይዝ ድካ ትደሊ ኣክቹዋል ሳይዝ ድካ ትደሊ ሽሪንክ ኦቨርሳይዝድ ፔጅ ድካ ፔጅስ ድካ ትደሊ ሽሪንክ ኦቨርሳይዝድ ፔጅ ከኣኒ ከምዚ እቲኦም ኣርባዕተ ፔጅ ኣብ ሓንቲ ሰለስተ ፔጅ ኣብ ሓንቲ ሽዱሽተ ፔጅ ኣብ ሓንቲ ኢልናዮም ዝነበርና እዮም እዚኦም ክልተ ፔጅ ኣርባዕተ ፔጅ ሽዱሽተ ፔጅ እናበለካ ትኸይድ ኣብዚ ፔፐር ሳይዝ ከዓ ትመርፅ ኢኻ ፔጅ ሳይዝስ እዚ ኦሪንቴሽን ከዓኒ እዚኣ ፖርትሬት እንድሕር ኮይና ንትኹል እያ ላንድስኬፕ እንድሕር ኮይና ግን ንጋድም እያ ሕጂ እቲአን ኦፕሽን ሴቲንግ ክንገብረን ዝፀናሕና ኣብቲ ኣብ ወርድ ፕሪንት ክንገብር ከለና ኣብዚ ኣለዋ ግን ቁሩብ መልክዐን ቅይር ኣቢለን ኣለዋ ማለት እዩ ስለዚ ብከምዚ ፔጅስ ብምሉእ ሴት ኣፕ ጌርና ምስ ወዳእና ፕሪንት ንብላ ማለት እዩ ፕሪንት ንብላ ናይ እዚኣ ከዓ ኣብ ታሕቲ እዩ ዘሎ ኣብዚ ኢና ፕሪንት ንብላ እዚኣ ከዓ ክንገድፋ እንተ ደኣ ደሊና ክልተ ኦፕሽን ኣለና በዚ ካንስል ክንብላ ንኽእል ኢና በዚ ከዓ ከነጥፍኣ ንኽእል ኢና ማለት እዩ ስለዚ እዚኣ ትመስል ከመይ ጌርና ፒዲኤፍን ወርድን ፕሪንት ከም ንገብር ከመይ ጌርና ሰት ከም ንገብሮ ናይ ሎማዓንቲ ትምህርቲ እዚኣ ትመስል ማለት እዩ ኣብ ዝመጽእ ትሕዝቶ ብሰላም የራኽበና ሰላም ወሰናይ በብዘለናዮ